ሰላም ሰላም ከመይ ቅኒኹም ክቡራት ናይ ኤሪ ሚድያ ቤተሰብ ሎሚ እውን ከምቲ ልሙድ ብሓደሽቲ ቪድዮታት ናባኹም ኣቢልና ኣለና ላይክ ሼር ሰብስክራይብ ብምግባር ድማ ምሳና ክትፀንሑ ብፍቕሪ ንሓትት ኮነ ኢሎም ጸቂጦምና ማለቱ ብትኽክል ብጣዕሚ ስድራ ስውእ ጸቅጢ እኒኦ ማለቱ ፍትሖ ዘይስምዐሉ በቃ እናተሓባእኻ ንኸይትሰምዖ ሎሚ ኣይንሰምዐኩም ጽባሕ ኣይንሰምዐኩም ብፍላይ ኣብ ወረዳ ጋንታ ኣፈሽ ማለት ሎሚ ኣይንሰምዐኩም ጽባሕ ኣይንሰምዐኩም ርእስና ኣይነባላሽኖም ኢሎምና ብጣዕሚ ዊለይ እዞም ደቅና መይቶም እንየውሲ በከንቱ ኦም መይቶም ዝብል ኣነ ንባዕለይ ብጣዕሚ ተሶሚዕኒ ማለት ክልተ ደቀይ ያው ሰዊኤ ማለት ዩ ባዕለይ ውን ኣብቲ ቃልሲ ነይረ ማለት ዩ ብዙሕ ሽግራት ረኪብና ኢና ሻዕብያ ባዓልቲ ገዛይ ወደይ ከፍተይ ክሳዕ ምሳድ በፂሑ ማለት ዩ ብረተይ ሂብኒ ኢለ ደቀይ ኣጥፊኤ እኔ ኣብ ክልተ ደቀይ ርእሲ ምጥፋኦም ሰ ኣነ ይትክክል ንስሩ ብጣዕሚ ነስሓ ንባዕለይ እኒኤኒ ማለት ዩ ድሕር ንሕና ዘይንስመዐሉ ስድራስ ውእ ዘይስመዐሉ ታይ እኒኦ እንታይ ክትብሎ ባዕልና ንፈልጦ ማለቱ ኣብቲ ናይ ጋንታ ኣፈሾም ናብ ናይ ዞባ ኔግን ተኣሳሲሮም ኮነ ኢሎም ንስድራ ስውእ መትከል ከይረክብ ብጣዕሚ ዓብዪ ፀቕጥን ዓብዪ ሽግርን ነይሩ ጣብያና ብ ወረዳና ናይና ባይታስ ወዓጋት እኳ ገዲፈንኣ ናብ ካሊእ ወፅየን ማለት ናብ ሜዳ ወፅየን ንሕና ግን ወዓጋት ዘይሰፍራኦ ወኻር ዘይሰፍራኦ ባይታ እኒኤና ኣብነት ከምኒ መርጋሕያ ከምኒ ሃገረ ሰላም ከምኒ ባሕራ ስሐታ ኩሉ ዘሎ ከባቢ ማለት እዩ እዙይ ግን ብጣዕሚ ከምኒ ምጉላት እኒኦ እዙይ ግን ፍታሕ ስኢንና ጠጠው ኢልና መጠረሽታ ግን ስድራ ስውእ ተዘይከቢሩ ግን ከመይ ኢሉ ማንም ነገር ክዕወት ክኽእል ከመይ ኢሉ ህዘውዝኘ ስድራ ስውእ ፍታሕ ተዘይተፈትሕዎስ ከመይ ኢላ እያ ትግራይ ክትቀንዕ ምናልባት እንድዕ ማለት እውን እንድሕር ዘይትፈትሑና ኮይንኩም እውን በቃ ሰላማዊ ሰልፊ ክንገብርና ኢልና ብዞባ ከይድና ዕምፃኤን ዕምፃኤን ነግበራ ከማ ገይሩ ኢላይዶ ገለ ዝልዎ ኣሎ ምክትል ዶክተር ኣብርሃ ማለት ብትኽክል ሕማቕ ነገር እኒኤ ማለት እዩ። ሕዚ እውን ኣብ ከተማ ዓዲግራት ግን ብሊዝ ይኹን ማንም ይኹን ይሽየጥ ኣሎ፣ ይውረር ኣሎ፣ ስድራ ስውእ ከይርከቦ፣ ተመላሲ ኣካል ከይርከቦ፣ ከይረኽቦ ግን ይሽየጥ፣ ይልወጥ፣ ተሓቢኡ ዝነበረ፣ ተሸኲዑ ዝነበረ ከዓ ይዕደል ኣሎ ኣብቲ ከባቢ ማለት እዩ። ንፈልጦ ኢና፣ እቲ እተቓለሰ ግን ፍፅም ኣይረኸበን። መልቆል ሓይሊ ወበይ ኣሎ? ሕጊ ዘየለ? ኣበየለ ሕጊ? ኣብዙይ ሕጊ እኒኦትም እናበልኹም ኣብኡ ግን ሕጊ የለን። ብፍላይ ወረዳ ጋንታ ኣኹይ ሕጊ የለን፣ ሕጊ ዝበሃል የለን፣ መን ክሰምዖ? ሰበዜና

ውድብ ዲሞክራሲያዊ ስምረት ትግራይ ቀዳማይ መሰረታዊ ጉባኤኡ ኣብ ከተማ ኣዲስ ኣበባ ኣዳራሽ ኣራዳ ፓርክ ኣብ ምክያድ ይርከብ። ኣብቲ መድረኽ ዕጡቓት ኣጋይሽን ተወከልቲ ውድባትን ተረኺቦም እዮም። ንሓሙሽተ ላዕለዎት ኣዘዝቲ ሰራዊት ትግራይ መሬት ንምሃብ ዝወፀ ውሳነ ኣዘራሪቡ ዝብል ዜና ቢሮ ፀጥታ ትግራይን ምክትል ፕሬዚደንት ግዝያዊ ምምሕዳር ትግራይ ኣይተ ኣማኒኤል ኣሰፋን መልሲ ሂቦምሉ ኣለው። ንምዃኑ እቲ ወረ እንታይ ይብል ነይሩ? እቲ ዜና ኣባላት ሰራዊት ትግራይ ብዝገበርዎ ተቓውሞ ስዒቡ ንላዕለዎት ወታደራዊ ኣዘዝቲ ሰፊሕ ቦታ መሬት ንምሃብ ዝውክል እዩ ዝተባህለ ሰነድ ምውፅኡ ሓያል ክትዕን ዝርርብን ፈጢሩ ኣሎ ዝብል እዩ። ናትና ፎረም ብወገና ከምዘረጋገፀቶ እዚ ሓበሬታ እዚ ጌጋ ከም ዝኾነን ብፍሉይነት ንሓሙሽተ ይኹን ሽዱሽተ ወይ እውን ንኽልተ ጀነራላት ዝወጸ ወይ እውን ክወሃብ ዝተዳለወ መሬት ከም ዘየለ ኣረጋጊጽና ኣለና። እቲ ዜና ግን ከምዚ ኢሉ ይቕጽል ነይሩ፣ እዚ ንሓሙሽተ ጀነራላት ዝምልከት ሰነድ ብፊርማ ፕሬዚደንት ግዝያዊ ምምሕዳር ትግራይ ጀነራል ታደሰ ወረደ ዝተረጋገጸ እዩ ተባሂሉ ነይሩ። ኣብ ማሕበራዊ መራኸብታት እውን ብሰፊሑ ክዘውር ድሕሪ ምጽንሑ እቲ ጉዳይ ዝለዓለ ኣቓልቦ ስሒቡ ግዝያዊ ምምሕዳር እውን ወግዓዊ መልሲ ክህበሉ ተገዲዱ እዩ። ከም ዝዝከር እውን ኣብ ዝሓለፈ ሰሙን ኣባላት ሰራዊት ትግራይ ንሽዱሽተ ተኸታተልቲ መዓልቲታት ኣብ ዝተፈላለዩ ኻብታት ትግራይ መንገድታት ብምዕፃው ሓያል ተቓውሞ ምስምዖም ኣይርሳዕን። ንምዃኑ እቶም ዝተሓመዩ ሓሙሽተ ጀነራል በዓል መን እዮም? ጀነራል ፍስሃ ኪዳኑ ፍስሃ ማንጁስ፣ ጀነራል ዮሃንስ ወልድጀወርጊስ ጆን መዲድ፣ ጀነራል ሃይለስላሰ ግርማይ ወዲ እምበይተይ ጀነራል ምግበይ ሃይለ ጀነራል ማሾ በየነ ምዃኖም ሰሚዕና ኣለና።
ካልኣይ መዓት ንብሉ ፍኩር ጀነራት ማይክ ምስ ሓዙ ማለት እዩ መዓት ዝፍኩሩ እንታይ ኢሉ ሓደ ፎካሪ ኢድና እንተሂብና ዋላስ የምሕርናን ኢሉ ኣብኣ ዘለላ መዓልቲ ኣብኣ ዘላ ሰዓት ካብታ ናሱ ወንበር መበል ሳልሳይ ወንበር ተማሪኾም ዝነበሩ እዮም ተቐሚጦም ዘለዉ ኣብ ወርዕን ተከዘን ትማረኹ ተለዉ ብፆቶም ኣይንማረኽ ኢሎም ባዕሎም ዘጥፉ ብፆት ኣለዉ ቀቢሮሞም ዝመፁ እሶም ግን ተተማሪኽና ካልእ ህይወት ክል እዩ ኢሎም ተስፋ ገይሮም ተማሪኾም ቃሊቲ ነይሮም ቃሊቲ ክልተ ዓመት ተኣሲሮም መንእሰይ ትግራይ ዋጋ ከፊሉ ፕሪቶርያ ፈሪሙ ኣፍቲሕዎም መፂኦም ከንቲባ ቢሮ ሓለፍቲ ዝኾኑ እዮም። ንመን እዩ ዘታለሎ እዩ ዝተማረኸ ከም ዝድሕንሲ ካዲ ርሑቅ የለ ኣብኡ ኣለዉ ጥቃኡ ኣብ ካልኣይ ወንበር ካብኡ ማለት እዩ ካልእ ይኸዲ ምንም ካልእ ካልኩሌሽን እዩ ድልዩ ኣብኣ ኢዱ ዝሃበስ ከም ዝድሕን ሰብኣ ኣሎ እዩ እዚ ማለት መሓሪኡ ስረ ኢትዮጵያ ስርዓት ኢትዮጵያ ወይ ፀለእትና የምሕሩ እዮም ካብዚ መንፈስ እዮም ዘውግዑ ዘለኹ ትዘውግዑለ ግን ጌጋ እዩ እዩ ኣብኡ ልሃለስ ዲስፕሩፍ ይግበር እዩ የለክሉ ኣለኹ ኣብኣ ንሃለስ ዲስፕሩፍ ትግበር እያ ዋይሆ ተማሪኾም እዮም መፂኦም ቢሮ ሓለፍቲ ኮይኖም ከንቲባ ኮይኖም ትእምት ሓለፍቲ ክኾኑ ክሉ ይኽእል እዩ እከለ እከለ ክጥቕሰሉ ይኽእል እዩ ጌጋ እዩ እዩ ንመን ኢኻ ትውግእ ኣለኻ እዩ ዘበነ ሓበሬታ እዩ ስለዚ ዝበለፀ በታና እዩ ዝበለፀ መናዳዳ እዩ ተወገሱ

እያ እታ ሓቂ እሳታ እያ ውርዕን ደጀናን ዝተምሃርናዮ ንፈልጥ እያ እሳት ሓቂ በቃ ድሕሪ ወርዕን ደጀናን ትምህርቲ ቤት ኣይፈልጡን በቃ ድሕሪ ወርዕን ደጀናን ሲ ትምህርቲ ዝበሃል ሲ ከይርድዎም ባዕሎም ዝቆለፉ ሰባት እዮም ሰባት እዚኦም እንታይ ማለት እዮም ወርዒ ደጀና እያ ዝብላ እዚኣስ ብዙሕ ሰብ ፈልጣ ወርዒ ደጀና ወርዒ ደጀናን ቤት ትምህርቲ ሓኽፈን ዝበሃል ወታደራዊ መሰልጠኒ መሰልጠኛ እዮም ነይሮም ብቤት ትምህርቲ ሓኽፈን ዝሓለፈ ብምሉ ኣእምሮኡ ሽዑ ዝተቆለፈ እዩ ኣይኸፈት እዩ ድሕሩ ኣይተኸፍትን እዩ ሓደ እዚኦም ብምሉ ኣብ ወታደራዊ መሪሕነት ኣለዉ ሕዞም ባዕሎም ልዕል ኮሪና ገለ ዝብሉ ብኡ ዝሓለፉ እዮም ቤት ትምህርቲ ሓኽፈን ዝሓለፉ እዮም ድሕሪኡ ዩኒቨርሲቲ ምህሮም ኮሌጀት እዮም ምስ ዓለም ኣራኽቦም ኣታቸብ ዝኾነ ዓለም መድቦም ምንም ዓይነት ፍልጠት ኣይተሓዙ ባዕሉ ነገርና ኣይፈልጥና ድሕሪ እዩ በዚ ወይ ሰላም ኣስከባሪ ከይዱ ኣብ ቤት ትካላት ኮሌጃት ይመረሽ ነይሩ እዩ ተምሃሮ ዝምሃሩሉ ማለት ማለት ወታደራዊ ኮሌጅ ይመርሕ ነይሩ ምንም ዓይነት ፍልጠት ይወስኽ ይትለካ ተሎ ሰብ ዋ ሰብ ምምሃሩ እንታይ ትርጉሙ ትብል ማለት እዩ ሓደ ካልኣይ ኣብ ፖለቲካዊ ውሎ ኣለዎ እቶም ስልጣ ሓድሽ ኲናት ኣብ መንጎ ኢትዮጵያን ኤርትራን እንዳዓበየ ይመጽእ ኣሎ፣ ዓለም ለኻዊ መራኽቢት ሓፋሽ ወይ እውን ብዙሃን ኣቓልቦ ሂበን ኣለዋ። ኣብ መንጎ ኢትዮጵያን ኤርትራን ዘሎ ውጥረት እንዳ ሓየለ ይመጽእ ምህላዉ እዚ ድማ ናብ ሓድሽ ኲናት ከምርሕ ይኽእል እዩ ዝብል ስግኣት ብሰፊሑ ይስማዕ ኣሎ። ብዝተፈላለዩ ዓለማዊ መራኸቢ ብዙሃን ተንተንቲ ፖለቲካ ነዚ ጉዳይ እዚ ብዕቱብ ክከታተልዎ ምጅማሮም እቲ ስግኣት ካብ መዓልቲ ናብ መዓልቲ እንዳዓበየ ከምዝመጸ ዘመላኽት እዩ። ፍሉጣት መራኸቢ ብዙሃን ከም ፎረይን ፖሊሲ፣ The Risk of New Ethiopian Eritrean War is Growing፣ ሓደጋ ሓድሽ ኲናት ኢትዮ-ኤርትራ እንዳዓበየ ይመጽእ ኣሎ ኣብ ትሕቲ ዝብል ኣርእስቲ ሰፊሕ ትንተና ቀሪቡ ኣሎ። ብተመሳሳሊ ትብ ጉዳያት ሃገራት ብሪክስ ዘትኩር መርበብ ሓበሬታ IOL Ethiopia and Eritrea could go to war again ዝብል ኢትዮጵያን ኤርትራን ከም ብሓድሽ ናብ ኲናት ክኣትዋ ይኽእላ እየን ብምባል ስግኣቱ ይገልጽ። እዞም ትንታነታት ብፍሉይ

እዚ ስምምዕ'ዚ ድማ ንቀዳማይ ሚኒስትር ኣብይ ሽልማት ኖቤል ክወሃብ ምኽንያት ከምዝነበረ ኣይርሳዕን። ይኹን'ምበር ኣብዚ ሕጂ እዋን እቲ መሰረታዊ ምኽንያት ናይዚ ሓዲሽ ውጥረት ኢትዮጵያ ዳግማይ ናይ ወደብ መሰል ንምርካብ እተርእዮ ዘላ ድሌት ምዃኑ ተንተንቲ ይገልጹ ኣለዉ። ኤርትራ ካብ ኢትዮጵያ ድሕሪ ምግንጻላ፣ ኢትዮጵያ ናይ ባሕሪ ኣፍደገ ከምዝሰኣነት ዝዝከር ኮይኑ፣ ሕጂ ድማ እዚ ጉዳይ'ዚ ዳግማይ ብሓይሊ ክለዓል ምጅማሩ ነቲ ውጥረት ኣጋዲድዎ። እዚ ትንታነ ከም ዝሕብሮ፣ ኤርትራ ኣብቲ ንኽልተ ዓመታት ዝቐጸለ ኲናት ትግራይ ጎድኒ ጎድኒ ሰራዊት ምክልኻል ኢትዮጵያ ኮይና፣ ኣብ ትግራይን ህዝቢ ትግራይን እዚ እዩ ተባሂሉ ክግለጽ ዘይኽእል ገዚፍ መስካሕኽሒ ጨፍጫፍ ምፍጻማ ዝዝከር እዩ። ኣብቲ ኣብ ፕሪቶርያ ዝተገበረ ስምምዕ ሰላም ድማ ብዘይምንባራ ከም ዝጠለመት ገይራ ንባዕላ ከም ትሓስብን ባዕላ ብፕረዚደንት ኣቢላ ድማ ኣብ ልዕሊ ህዝቢ ትግራይ ጀሚረዮ ዝነበርኩ ጨፍጫፍ ኣይወዳእኹን፣ ተኾሊፍና ክትብል ብኢሳይያስ ኣቢላ ምግላጻ ዝዝከር እዩ። መንግስቲ ኢትዮጵያ ብወገኑ ንኤርትራ ብኸቢድ ይኸስስ። ኤርትራ ምስ ህወሓት ኮይና ምትእስሳር ትፈጥረላ ክትወቕዐኒ ክብል ከሎ፣ ኣብ ክልል ኣምሓራ ንዝንቀሳቐስ ዕጡቓት ሓይልታት ፋኖ እውን ትድግፈላ ዝብል ክልተ መሰረታዊ ክስታት መንግስቲ ኢትዮጵያ ኣብ ልዕሊ ኤርትራ እዩ ዝለዓል። ነዚ ስግኣት ዝያዳ ዘራጉድ ዘሎ ድማ ኣብ ክልቲኡ ወገናት ዶብ ከቢድ ወተሃደራዊ ምውፋር፣ ምንቅስቓስ ኣጽዋር፣ ይካየድ ምህላዉ እዩ። እዚ ድማ ብሳተላይት ብዝተረጋግጸ ምስልታት ይረኣ ከምዘሎ ይፍለጥ። እዚ ምንቅስቓሳት እዚ ክልቲኤን ሃገራት ናብ ኲናት ይኣትዋ ከይህልዋ ዝብል ስግኣት ኣብ ብዙሓት ወገናት ፈጢሩ ኣሎ። ብሓፈሻ እቲ ኣብ መንጎ እዞም ክልተ ቀደም ዝነበሩ